እዚ ንኣኽሊ መጥሓን ማሽን እዚ ኽንደይ እዩ ዋግኡ፣ ታይታይ ኸ ይጥሕን፣ ኣበይ ኸ ይርከብ ዝብል ምሉእ ሓበሬታ እንተደሊኹም ድሕሪ ኸዚ ኣሰራርሓና ቐሊል ጌርና ኢና ኢና እሱ እውን እንታይ እዩ ቴሌግራም ግሩፕ ተዳልዩ ኒኦ ወይ ድማ ተኸፊቱ ኒኦ ኣብኡ ኣቲኹም ኣብ ዓሰርተ ሰከንድ እታ ትደልይዋ ነገር ርኢኹም ምውፃእ እዩ ድሕሪ ኸዚ ናይ ዩቱብ ማስታወቂያ ምርኣይ ሰብስክራይብ ገበሩ ላይክ ገበሩ ልብል ዝተፈላለዩ መሰልቸው ወግዕታት ኣይህሊ ኣብ ቴሌግራም ኣቲኹም ስልኪ ኣቕሚጠልኩም ኒኹ ኣብዚ ቪድዮ ተደሊኹም ወይ ድማ ኣብ ኮሜንት መጀመርያ ለኒእኩም ብቴሌግራም ኣቲኹም ሃይ በሉኒ ወይ ድማ ክምዝገብ ደሊ ናብ ቴሌግራም ግሩፕ በሉኒ ኣነ ድማ ከእተወኩም እየ ማለት እዩ ግን ብኢሞ ዋትሳፕ ዝተፈላለዩ ማሕበራዊ ሚዲያታት ግን የለኹኝ ብቴሌግራም ብቻ እየ ኒኢኹ ማለት እዩ ብቴሌግራም ኣቲኹም ኢኹም ክምዝገብ ደሊ ትብሉኒ ማለት እዩ ኣብኡ ዝተፈላለዩ ሓበሬታት እኒኡ ካብኣቶም ውሽጢ እውን ንስ እውን እተቕርቦ ፀብፃብ ዋጋ ዕዳጋ ናይ መቐለ ብቻ ኮይኑ ናይ ካልኦት ከተማታት ኸ ከም ዓዲግራት ዓድዋ ኣፅቢ ሽረ ናይ ዝተፈላለዩ ከተማታት ትግራይ ኣምፀልና ትብሉኒ ስለ ነበርኹም ኣነ እውን ናይዞም ከተማታት ኩሎም እዚኦም ናይ ቴንዲኖ ዋጋ ናይ ሲሚንቶ ናይ ቆርቆሮ ሓሸዋ ፀፀር ኻልኦት ናይ ገዛ መስርሒ ክኾኑ ዝኽእሉ ኣቕሓታት ኣብቲ ቴሌግራም ግሩፕ ካብ ሎማዓንቲ ጀሚሩ እናተመሓላለፈ ክኸድ እዩ ማለት እዩ ስለዚ ኩልኹም ናብ ቴሌግራም ግሩፐይ ክትኣትዩ ግድኑ እዩ ክኾን ማለት እዩ ካሊእ እውን ናብቲ ቴሌግራም ግሩፕ ምቅልቓልኹም ተግኒዎ ጥቕሚ ቦታ ገዜ ነይረ ወይ ድማ ባዶ መሬት ገዜ ነይረ ግን መስርሒ ክንደዮም ልውዳእለይ ኣይፈልጢ ትብሉኒ ሰባት ብዙሓት ነይርኹም ብውሽጢ መስመር ትጥይቑኒ ስለዚ ንዓኻትኩም ልኾን መልሲ ሒዘ መፅእ እኒኢኹ እሱ እውን እንታይ እዩ ኮንትራክተራት ኢንጂነራት ሰብ ሞያ ናይ ገዛ ዝኾኑ ናብቲ ቴሌግራም ግሩፕ ኣእትዮም ኒኹ ስለዚ ኣብቲ ናይ ቴሌግራም ግሩፕ ኣብ ላይቭ ዘሌና መድረኽ ናይ ቪድዮ ላይቭ ክህሌና እዩ ስለዚ ኣኡ ንኣትኹም ሓሳብ ምሃብ ትኽእሉ ኢኹም ወይ ድማ ክንደይ እዮም ልውዳእ ኣለኹም ንሜተር ዋዓይ ካሬ ክኸውን ክኾን ይኽእል እዩ ናብ 200 ካሬ ህንደይ ክውዳእ ለይህም ልኽእል ልብል ጥያቄታት ኩሉ ንቶም ሰብ ሞያ ዝኾኑ ሰባት ናይ ምጥያቕ መሰል ክልኩም ይኽእል ማለት እዩ ስለዚ ንዓኻትኩም ዘዝንዮ ዓብዪ ዕድል እዩ ስለዚ ተውልልኹም ናብቲ ቴሌግራም ግሩፕ ተቐላቐሉ ብተወሳኺ እውን ተግንዎ ጥቕሚ ናይ ዝተፈላለዩ ናይ ቢዝነስ ማሽናት ንኣብነት ናይ ወርቂ መእለሺ ማሽን ናይ ብሉኬት ማሽን፣ ናይ እኽሊ መጥሓኒ ማሽን፣ ናይ ሽምዓ ማሽን፣ ኻልኦት ሓዊሱ ማሽናት ኣብ ዓድኹም መጺኹም ክትሰርሕሎም እትኽእሉ ወይ ድማ ንቤተሰብኹም ከተጀምርሎም እትኽእሉ ዓይነት ቢዝነሳት ምስ ምኽሪ ሓዊሱ ዝተፈላለዩ ዓይነት ማሽናት ለለ ምስ ዋግኦም ኣብቲ ቴሌግራም ግሩፕ ክቐርቡ እዩ ማለት እዩ። ስለዚ እዚ እውን ዓብዪ ዕድል ይገብሮ።